መግለፂ ቅዋም ላዕለዎት ኣመራርሓ ህዝባዊ ወያነ ሓርነት ትግራይ ካብቶም ህዝቢ ትግራይ ዝተቓለሰሎም ዕላማታት ሓደ ምርግጋፅ መሰል ዓርሰ ምሕደረኡ እዩ ነዞም ዕላማታት ንምዕዋት ድማ መላምል ደቁ ክቡር መስዋእቲ ከፊሎም እዮም በዚ ዝተኸፈለ መስዋዕትን መቑሰልትን ድማ ህዝቢ ትግራይ ጥራሕ ዘይኮነስ ካልኦት ህዝብታት ኢትዮጵያ እውን ተጠቀምቲ ዝገብር ብሕገ መንግስታዊ ቃል ኪዳን ዝተኣሰረ ስርዓት ዓርሰ ምሕደራ ተረጋጊፁ እዩ። ብመሰረት እዚ እውን ንዝሓለፉ ዓመታት በብእዋኑ ዝተተለመ መረፃታት ብምክያድ ህዝቢ ብቐጥታ ተወከልቱ ዝመርፀሉ ስርዓት ኣግሂዱ እዩ። ብፍላይ ድማ ቅድሚ ሓሙሽተ ዓመት ኣብ ኢትዮጵያ ፅግዕተኛ ሓይሊ ስልጣን ምቁፅፃሩ ስዒቡ ነቲ ህዝቢ ትግራይ ክባር ዋጋ ዝኸፈለሉ ሕገ መንግስታዊ ስርዓትን መሰል ዓርሰ ምሕደርኡን ክምንጥል እንትንቀሳቐስ ዋጋ ዝኸፈልኩሉ መሰል ኣይምንጠልን ወከልተይ ከይመርጽ ዝኽልክል ኩነታት የለን ኢሉ ኣስታት ክልተ ነጥቢ ሸሞንተ ሚልዮን ህዝቢ ዝተሳተፈሉ ዕዉት መረጻ ብምክያድ ብመሰል ዓርሰ ምሕደርኡ ፍጹም ከምዘይደራደር ዳግም ኣረጋጊጹ እዩ። ስርዓት ብልጽግና ነቲ ቀዲሙ ዝኣወጆ ጆኖሳይድ ናብ ወታደራዊ ወራር ምስ ኣሰጋገሮ ድማ ህዝቢ ትግራይ ኣብ ጽላል መሪሕ ውድቡ ህወሓት ዝምራሕ መንግስቲ ትግራይ ከቲቱ ብጽንዓት መኪቱ እዩ። ሳላ ዝተወደበ ቃልሱን ጽንዓቱን ድማ ጀኖሳይዳዊ ኲናት ከብቅዕ ኩሎም ኣፈላላያት ብዘተን ድርድርን ክፍትሑ ዕላማ ዝገበረ ስምምዕ ፕሪቶርያ ክፍረም ኣኽኢሉ እዩ። ስርዓት ብልፅግና ነቲ ህዝቢ ትግራይ ዓርሰ ምሕደርኡ ንምርግጋፅ ዘካየደ መረፃ ከም ሕማቕ መርኣያ ወሲድዎ ስለዝነበረን ናይ ውሽጥና ሽርሒ ተሓዊስዎን ምእንተ ሰላም ክበሃል ሕጋዊ ቤት ምኽርና ተወንዚፉ ክጸንሕን ህዝቢ ትግራይ ብግዜያዊ ምምሕዳር ክመሓደርን ተገይሩ እዩ። እዚ ድማ ህዝቢ ትግራይን መርሒ ውድቡ ህዝባዊ ወያነ ሓርነት ትግራይን ንሰላም ዘለዎም ቅሩብነት ዘረጋገጸ እዩ። ስምምዕ ፕሪቶርያ ዋላ እኳ ንመኸተና ዝጎድኡ ነጥብታት ዘካተተ እንተኾነ ህዝቢ ትግራይን መሪሕ ውድቡ ህወሓትን ንሰላም ካብ ዘለዎም መትከላዊ እምነት ብምብጋስ ዋጋ እናኸፈሉ እውን እንተኾነ ንተፈፃምነት እቲ ስምምዕ ዘይተሓለለ ፃዕሪ ክገብሩ ፀኒሖም እዮም። በዚ እውን እቶም ብወገን ትግራይ ክፍፀሙ ዝተቐመጡ ጉባኣት ብምፍፃም ገሊኦም እውን ቅድሚ ዝተቐመጠሎም እዋን ብምቅልጣፍ ንተፈፃምነት እቲ ስምምዕ ዘለዎም ተበግሶ ብተግባር ኣረጋጊፆም እዮም። ስርዓት ብልፅግና ብኣንፃሩ እቲ ስምምዕ ከም መቐፀሊ ነቲ ዝኣወጀ ጄኖሳይድ እናተጠቐመሉ እዩ ፀኒሑ። በዚ እውን ጄኖሳይዳዊ ኩናት ጠጠው ክብልን ሞትን ስቓይን ህዝብና ከብቅዕን ትፅቢት ዝተገበረሉ ስምምዕ ምቁራፅ ተፃብኦ ንህዝብና መልክዕ ሞት ካብ ምቕያር ዝሓለፈ ትርጉም ከምጽእ ኣይከኣለን። ስርዓት ብልጽግና ብመሰረት እቲ ስምምዕ ሕገ መንግስታዊ ላዕላዊ መሬት ትግራይ ወሪሮም ንዝሓዙ ዕጡቓት ከውጽእ ኣይከኣለን። እኳ ደኣስ ብዕጥቅን ስልጠናን ብምጥንኻር ኣብ ትሕቲ እዞም ዕጡቓት ዝነብር ህዝብና ኣብ ገዛእ መረበቱ ብስንኪ መንነቱ ክቕተል፣ ክሳቕን ክባረርን ይገብር ኣሎ። ብሓይሊ ዝተመዛበለን ዝተሰደደን ህዝብና ናብ መረበቱ ክምለስ ስለ ዘይከኣለ ብጥሜት ሕማም ቁርን ፀሓይን ይሃልቕ ኣሎ። ካብ ኣባይቲ ብሓይሊ ዝተባረረ ህዝብና ሓደሽቲ ሰፈርቲ ብምስፋር ዲሞግራፊ ናይ ምቕያር ስራሕ ክስራሕ ይስራሕና ኣሎ። ምኽልካል ኣፍልጦ ውድብና ህወሓት እውን እቲ ስምምዕ መሰረት ከይህልዎ ብምግባር ነቲ ስምምዕ ብግልፂ ኣፍሪስዎ እዩ። ስርዓት ብልፅግና ንትዕግስትን ምሕፅንታን ህዝቢ ትግራይን መሪሕ ውድቡ ህወሓትን ከም ድኽመት ቆፂሩ ነዚ ስምምዕ ካብ ዘይምፍፃም ሓሊፉ እውን ብግልፂ እናጠሓሶ እዩ ፀኒሑ። ዕጡቓት ብምውዳብን ብምስልጣንን ሓድነት ህዝቢ ትግራይ ንምዝራግ በብእዋኑ ናይ ጽልእን ምክፍፋልን ኣጀንዳታት ብምንዛሕን ዕሱባት ብምውፋርን ክሰርሕ ጸኒሑ ካብዚ ሓሊፉ እውን ነቶም ዝወደዎም ዕጡቓት ኣምሪሑ ኣብ ልዕሊ ትግራይ ተኹሲ ከፊቱ እዩ ብድሮንን ከቢድ ብረትን ኣብ ሰላማዊ ህዝብና ጉድኣት ኣውፂሑ ወሃብን ካላእን ኮይኑ ክውስን ሕገ መንግስታዊ ላዕላዊ መሬት ትግራይ ዝቆራርስ ውሳነ ኣሕሊፉ። ኣለኒ ዝብሎ ወታደራዊ ዓቕሚ ናብ ትግራይ ብምኽታት ንኻሊእ ዙር ደማዊ ኹናት ካብ ምህንዳድ ብተወሳኺ ኣብ ትግራይ ዕፅዋን ክባን ኣዊጁ ንመሃያ ሰራሕተኛ ሓዊሱ በጀት ትግራይ ከልኪሉ ዝተጀመሩ ኣገልግሎታት ኣቋሪፁ ኣብ መወዳእታ እውን ካብ ድንጋገ እቲ ስምምዕ ወፃእ ብዘየፍልጦን ተሳትፎን ተፈራራሚ ስምምዕ ፕሪቶርያ ዝኾነ ውድብና ህወሓት ፃንሒት እዋን ጊዜያዊ ምምሕዳር ትግራይ ከምዘናወሖ ገሊፁ እዩ። ስርዓት ብልፅግና ነተብ ቅድሚ ኣደራደርቲ ሃገራትን ማሕበረሰብ ዓለምን ዝፈረሞ ስምምዕ እውን ምስ ውልቀ ሰባት ዝፈረሞ ምዃኑ ንምግላፅ እቲ ስምምዕ ብግልፂ ኣፍሪስዎ እዩ። ህዝቢ ትግራይን መርሒ ውድቡ ህወሓትን ግን ዋላ እኳ ስርዓት ብልፅግና ንስምምዕ ፕሪቶርያ ብግልፂ እንተፍረሶ ምእንተ ሰላም ክብሉ እቲ ስምምዕ ክትግበርን ማሕበረሰብ ዓለም ካብ ምፍራስ ከድሕኖን ንነዊሕ እዋን ክምሕፀኑ ፀኒሖም እዮም። ሐዚ ግን ልዕሊ እዚ ምፅማም ከም ህዝቢ ህልውናኻ ኣብ ሓደጋ ምእታው ስለዝኾነን መንግስቲ ኢትዮጵያ ነቲ ስምምዕ ብግልፂ ስለዘፍረሶን ብግዝያዊ ምምሕዳር ምቕፃል ትርጉም ናብ ዘይብሉ ብርኪ ስለዝወረደ ተወንዚፉ ዝፀንሐ ቤት ምኽሪ መንግስቲ ትግራይ ናብ ስሩዕ ስርሑ ምምላስ እዋናውን ታሪኻውን ጠለብ ህዝብና እዩ። ብመንፅር እዚ ድማ ንሕና ኣብዚ ህዝባዊ መንግስትና ንመኸተና ብዝብል መራሒ ሓሳብ ዝተሳለጠ መድረኽ ዝተሳተፍና ኣመራርሓ ወረዳ፣ ከተማን ዞባን ከምኡ እውን ላዕለዎት ኣመራርሓ ህወሓት፣ ማእኸላይ ኮሚቴ ውድብና ንምምላስ ቤት ምኽሪ መንግስቲ ትግራይ ኣመልኪቱ ንዘሕለፎ ውሳነ ብዕምቆትን ስፍሓትን ዘቲና እዚ ዝስዕብ ቅዋም ወሲድና ኣለና። ሓደ ማእኸላይ ኮሚቴ ውድብና ህወሓት ዝተወንዘፈ ቤት ምኽሪ መንግስቲ ትግራይ ናብ ስሩዕ ስርሑ ንክምለስ ዘሕለፎ ውሳነ ህዝቢ ትግራይ ከም ህዝቢ ኣንፀላልይዎ ንዘሎ ሓደጋ ህልውና ዝተረደአን ህዝብና መቃለሲ ማእኸል ክህልዎ ዝገብርን ውሳነ ስለዝኾነ ንተግባራውነቱ ግቡእና ክንፍፅም ወሲና ኣለና። ክልተ ማእኸላይ ኮሚቴ ውድብና ህወሓት ዋላ እኳ እቲ ሓላፍነት ናይ ቤት ምኽሪ መንግስቲ ትግራይ እንተኾነ ኣብ ኣጣይሻ ፈጻሚ ኣካል መንግስቲ ትግራይ ንኹሎም ዓቕምታት መኸተ ዝሓቖፈ ክኸውን ከም ዝግባእ ዘቐመጦ ኣንፈት ንህልው ኩነታት መኸተና ዘገናዘበን ዓቕምታትና ወዲብና ንዝመፀና ብድሆታት ክንምክት ዘኽእል ውሳነ ስለዝኾነን ንተግባራውነቱ እጃምና ክንዋፃእ ኢና። ሰለስተ፣ ንዕውትነት ስራሕቲ እዚ ኣብ ፈታኒ እዋን ህዝቢ ትግራይ ንምምራሕ ሓላፍነት ዝሽከም ዘሎ ቤት ምኽሪ መንግስቲ ትግራይ፣ ካባና ትጽቢት ዝግበር ኩሉ ክንፍጽም ቃል ንኣቱ። ኣርባዕተ፣ ማእኸላይ ኮሚቴ ውድብና ህወሓት ምስ ስርዓት ብልፅግና ዘለዎ ኣፈላላየት ብዘተን ድርድርን ክፍትሑ ከምዘለዎም ዘሕለፎ ውሳነ፣ ንመትከላዊ እምነት ህዝብናን ውድብናን ዝኾነ ሰላም ሕዚ እውን ዕድል ዝህብ ስለ ዝኾነ ካባና ትፅቢት ዝግበር ኩሉ ክንፍፅም ቃል ንኣቱ። ሓሙሽተ መላእ ኣብ ውሽጥን ወፃእን እትርከብ ህዝብና እቲ ንዓመታት ዝተቓለስካሉን ክቡር መስዋእቲ ዝኸፈልካሉን መሰል ዓርሰ ውሳነኻ ንምርግጋፅ ኣብ ዝግበር ቃልሲ ሎሚ እውን ከም ወትሩ ወሳናይ ተራኻ ከም ትዋፃእ ንተኣማመን። ንሕና ኣመራርሓ ውድብካ ህወሓት ድማ መሪሕ እጃምና ከም እንዋፃእ ከነረጋግፀልካ ንፈቱ። ሽዱሽተ፣ ንብሄራዊ ህልውናን ረብሓን ህዝቢ ትግራይ ትቃለሱ ፖለቲካዊ ውድባት ትግራይን ደገፍቲ ቃልስናን ኣብ ንምርግጋፅ መሰል ዓርሰ ውሳነ ህዝቢ ትግራይ ኣብ እንገብሮ ቃልሲ ኣብ ጎንና ኮይንኩም ድጋፍኩም ክትገልፁ ፃውዒትና ነቕርብ። ህዝባዊ መንግስትና ንመኸተ መኸተ ንብሔራዊ ህልውና ዘለኣለማዊ ክብርን ሞገስን ንስዋኣትና ኣመራርሓ ህዝባዊ ወያነ ሓርነት ትግራይ